ልቢ እስትንክፍ ዛንታ ምስቲ በዓልቲ ቤተይ ሓዳር ካብ ንገብር ድሕሮ ድሮ ዒስራን ሓደን ዓመትና ኮይኑ ሓደ መዓልቲ በዓልቲ ቤተይ ሃንደበት ሽግርና ውሽጠይ ዝርርብ ሕቶ ሓተተትኒ። ኣብዚ ዒስራን ሓደን ናይ ሓዳር ጉዕዞና ህይወትናሲ ነደኻ ኣዘናጊዕካያ ወይ ድራር ጋቢዝካያ ኼድካዶ ትፈልጥ በለትኒ። መልሲ ሕቶኣ ብሩህ ስለ ዝነበረ፣ ከመይ ኢላ እዚ ሕቶ ከም ዘልዓለቶ ብዝ ብዘፍትሽ ኣዒንቲ ጥራይ ቃሕባሕባሕ በልኩ። በዓልቲ ቤተይ እውን ተረድእዋ። ስለዚ ሎሚ ምሸት ምስ ኣደኻ ኣምሲ፣ በለትኒ። ብናይ በዓልቲ ቤተይ ሓሳባት ኣዝየ ተገረምኩን ተሓጎስኩን። እሽዑ ንሽዑ ከኣ ናብ ኣደይ ደወልኹ። ኣደይ ሎሚ ምሸት ምሳኺ ከምስን ክድረርን ደልየ ኣለኹ በልክዋ። ኣደይ ከኣ ብስርዓት ሰንቢዳ ሓቃ እያ ኣብ ዕስራን ሓደን ዓመተይ ከምኦ ክብላ እንከለኹ ዘየሰንብድ ኣይነበረን። ኢሂ እንተ ደኸንካ ኢኻ ደቅኻ ይድሐኑ እንድዮም በዓልቲ ቤትካ ከ ብምባል ካብ ልባ ዝሰንበደት ዘመስክሮ ቃላት ኣስመዐትኒ። ኣነ ከኣ ክትሃድእ እናመኮርኩ ኩሎም ብጣዕሚ ጽቡቕ ኣለው ኣነ ጊነ ሎሚ ምሳኺ ከምስ ዝደልየ በልክዋ። ኣደይ ሎሚ ብጣዕሚ ደስ ኢልዋ ሕራይ ዝወደይ። በለትኒ። እሞ ምሸት ተዳሊኺ ጽንሕኒ ኢለ ቴሌፎነይ ዓጸኽዋ። ኣብ ቆጸሮ ሰዓተይ ናብ ኣዴ ኣምራሕኹ። ኣዴ ከኣ ኣኣፍ ደገ ገዝኣ ኮይና ደው ኢላ ክትጽበየኒ ጸኒሓ ምስ ረኣኽዋ ኩሉ ነገራት ተቐይሩኒ። ድሕሪ ምዉቕ ሰላምታይ ናብ ማኪና ኣተኽዋ። ወደየ በለትኒ። ኣቤት በልክዋ። ሎሚ መዓልቲ ዝገበርካዮ ብጣዕሚ ደስ ኢሉኒ ኣሎ። ኵሎም ግራውትና ንኣዝመናና ሰብ ርሒቑን ቀረባን ከኣ ነጊረዮም፣ በለትኒ። ከምዚ ዝረኣኽዎ ብጣዕሚ እያ ተሓጒሳ። ብድሕሪ'ዚ ናብ ዳሙጌት ሒዘያ ኣተኹ። ኣሳሳዪት ዝርዝር ምግብታት ዝሓዞ ወረቐት ምስ ሃበትኒ ከኣ ኣደይ ዝብላዕ ምረጺ! በልክዋ። ኣደይ ግና እቲ ዝርዝር ብምሓዝ ፍሽኽ ጥራይ በለትኒ። ብሰንኪ ምእራግን ክተንብብ ከም ዘይትኽእል ደማ ተረዳእኹ። እቲ ወረቐት ተቐቢል ድማ ከንብበላ ጀመርኩ። እሽዑ ኣደይ ቆልዓ እንከለኻ ናብ ቤት ምግቢ ሒዘካ ኣብ ዝኣተኹሉ የንብበልካ ነይረ፣ ሎሚ ኸኣ ልቓሕኻ መሊስካ ብምባል ልባዊ ፍሽኽታ ኣምለቐትለይ። ኣነ እውን ብዕልልታ ባህታ ወረሰኒ። ብድሕሪ እዚ ናብ ክዳና ቆላሕ እንተ በልኩስ ቅድሚ ዓሰርተ ሸውዓተ ዓመት ዝሞተ ኣቦይ ዝገዝኤላ ክዳን እዩ ነይሩ። ብጣዕሚ ሓዚነ። ምግብና መፅዩ ኣደይ ግና ብኹትር ሓጓስ ክትበልዕ ኣይኸኣለትን። ሓጎሳ ጥርዚ በፂሑ። ኣነ እውን ሓቂ ይሐሽ ኣብ ህይወተይ ተሰሚዕኒ ዘይፈልጥ ሓጎስ ተሰሚዕኒ። እዚ ሓጎስ እዚ እውን ንምድጋም ከኣ ማእዘ ከም ዝጥዕማ ካልኣይ ግዘ ንክንራኸብ ሓተትክዋ። ኣደይ ድማ ክመጽእ እንተ ኾይነ ግና ኣነ እየ ዝጋብዘካ፣ እንተ ዘይኩይኑ ኣይመጽእን እየ በለትኒ። ኣነ ድማ ክትጋብዝኒ ደስ እናበለኒ ሕራይ ኣደይ መዓረይ በልክዋ። ብድሕሪኡ ናብ ገዝኣ ኣብጺሐ ናብ ቆጸረና ክንራኸብ ስዒመ ተፋነኹዋ። ብድሕሪ እዚ ኣደይ ሓመመት። ሓውያ ከኣ ሓውያ ከኣ ከም ናይ ሕሉፍ ቁምነገር ምሸት ክነሕልፍ እናተመነኹ ኣነ ፍጹም ናብ ዘይረኽቦ ናብ ዓዲ ሞት ከይዳ። ብጣዕሚ ሓዚነ። መሪር እውን በኸኹ። ግን እሞ እንታይ ዋጋ ኣለዎ? ንብዓተይን ብኽያተይን ድሕሪ ሞት ኣደይ ድሕሪ ዝተወሰነ እዋን ኣብ ሓደ ኣብ ሆቴል ስልኪ ተደዊሉኒ ከምዚ ዝብል መልእኽቲ ደማ ሰማዕኩ ሎሚ ምስቲ በዓልቲ ቤትካ ሰዓት ሸሞንተ ድራት ተጋዊዝኩም ኣለኹም ብጣዕሚ ገሪሙኒ ብዙሕ ስምዒታት እውን ኣልዒሉለይ እቲ ዕለት ናይ ወላዲተይ ድራት ዝጋውዝ ዝጋውዘላ እዩ ነይሩ ብዝኾነ ሕራይ ብምባል ስልከይ ዓጸኸዋ ኣብ ሰዓትና ድማ ምስ በዓልቲ ቤተይ ናብቲ ሆቴል ኣምሪሕና ኣሳሳዪ ናይቲ በዓል ሆቴል ደማ ምስ መረጽና ምግቢ ደብዳበ ኣቐበለኒ። እቲ ደብዳበ ተቐዳዲመ እሞ ከፈትኩዎ። ከምዚ ዝስዕብ ደማ ትብል ነበረት፣ ሰላም ንዓኻ ይኹን ክቡር ወደይ። ኣብዛ ዕለት እዚኣ ክንቋጸር እንከለና ክንራኸብ ከም ዘይንኽእል ገሚተ ነይረ። ምሳኻ ከምሲ ኣዝየ በሃጊ ነይሩኒ ወደይ። ግን ከኣ ገና ክንሓስብ እንከለና እቲ ካልእ ቆጸራ ይኣክል ከም ዝነበረ ግና ነብሰይ ይነግረኒ ነይሩ። ነገር ናይ ተፈጥሮ ክምኡ እዩ ከምቲ ቃለይ ድራር ጋቢዘካ ኣለኹ ድራር ናይ ወላዲትካ ኣብ ክንዳይ ኸኣ እታ ሽኮሪና በኣልቲ ቤትካ ምሳኻ ክትህሉ ፈቒደ ኣለኹ ኣጀኻ ዝወደይ ኣምላኽ ምሳኻ ይኹን ዝብል ምስ ኣንበብኩ ኣይተረድእኒ ኣደይ ሽዑ ከም ዝሞተትን ዕጭጭ ኢሉ ኸኣ በኸኹ ንብዓተይ እውን ምዕጉርቲ ኣብየን ዕስራን ሓደን ዓመት ሸለል ዝበልክዎ ዝበለጸ ውህብተይ ናይ ዘለኣለም ከም ዘጥፋእኽወን ደማ ፈለጥኩ። ገዳስ ኣብ ጣዕሳ ኮንካ ነብስኻ ምሕሳብ እምበር ዝመልእ ዝፈስስ የለን። ክንደይ ሰባት ኢና ምስ ተመርዓና ወላዲትና ረሲዕና። ወለድናን ስድራ ቤትናን ንዝክር። እዚ ናይ ኣልዶ ዛንታ ኣዝያ ስለ ዝመሰጠትንን ዝተንከፈትንን ኩለኹም ሰማዕቲ ትግርኛ ኣሕዋተይ ሰሚዕኩም ካብ ኣማርኛ ናብ ትግርኛ ተርጉማ ኣብዚ ድማ ፍቕሪ ክትጠቅዕ ዘለዋ ዝተበልክዋ እየ ኣነ ካብ ዝተምሃርክዋ ንስኻትኩም እውን ክትምሃሩላ ኢለ ዝሓሰብኩ እየ እንተፈቲኹምዋ ድማ ሸር ብምግባር ላሕዋትና ክነካፍል መበትኩም እዩ እሞ ሸር ብምግባር ለሕዋትና ነካፍል ካዛ ዛንታ ብዙሕ ነገር ተማሂርኩም ትኾን ተስፋ ይገብር ወለድና ብሂወት እንከለዉ ንከባኸቦም እንድሓር ከዓ ናይ ሕጊ ተፈጥሮ ኮይኑ ካባና ዝፍለየላ መዓልቲ ስለ ዘላ ጽን ኢልኩም ስለ ዝሰማዕኹምና ካብ ልቢ የመስግን ብኻሊእ ክስካብ ክምለሰኩም ሰላም ቀኒ